ዝርዝር ዜና ኣብ ዞባ ማእከል ብርሃን ንደርማስ ምዕባለ ብዝብል ቴማ ዝተኻየደ ጽምብል መበል ዕስራን ሽዱሽተን ዓመት ናጽነት ንምድማቕ ዝቐረበ መደባት ብትሽዓተ ሰነ ኣብ ኣዳራሽ ምምሕዳር ዞባ ማእከል ኣብ ዝተቓንዐ ኣኼባ ተገምጊሙ። ኣብቲ ሓለፍቲ ክፍልታት፣ ኣመሓደርቲ ንኡሳን ዞባታት፣ ወከልቲ ኮሚቴታት፣ ስነ-ጥበባውያንን ኣዋሃህቲ ናይቲ መደባትን ዝተሳተፉሉ ገምጋም ብትሕዝትኡን ኣቀራርብኡን ካብቲ ናይ ቅድሚ ሕጂ ዝተፈልየ ምርኢት ካርኒቫል፣ ቅነ ኣብያተ ትምህርትን ኮማወዳታትን ከምዝቐረበ ሳላ ልዑል ተሳትፎ ህዝቢ ድማ ብድምቀት ከም እተሰላሰለ ተገሊጹ። ኣመሓዳሪ ዞባ ሜጀር ጀነራል ሮሞዳን ዑስማን ኣውልያይ ልዑል ኣበርክቶ ንዝገበራ ንኡሳን ዞባታት ናይ ምስጋና ወረቐት ድሕሪ ምዕዳል፣ በብዓመቱ እናተኾለዐ ዝኸይድ ዘሎ ሃገራዊ ጽምብላትና መርኣያ ጽንዓት፣ ውህደትን ናይ ምግባር ኒሕን ህዝቢ ኤርትራ ከም ዝኾነ ኣብሪሁ። ኣቦ ወንበር ኣወሃሃዲ ሽማግለ በዓላት ዞባ ማእከል ኣቶ ተወልደ ዮውሃንስ ኣብ ዘቕረቦ ጸብጻብ፣ ንዝነበረ ብልጫታትን ሕጽረታትን ድሕሪ ምዝርዛር፣ ምጅማር ቅነ ኣብያተ ትምህርቲ ክሳብ ምርኢት ካርኒቫልን ኮማወደሰትን ንዝተራእየ ሓያል ጻዕርን ድምቀትን ሞጒሱ። ሎሚ ዓመት በዓል ናጽነት ንምድማቕ ኣብ ዞባ ማእከል ልዕሊ ክልተ ሚእቲ ኮማወዳሳት ከም እተተኽለ ከምኡ'ውን ዓሰርተ ሰለስተ ንኡሳን ዞባታት ከተማ ዝተሳተፍኦ ንቐንዲ ፍጻሚታት ቃልሲ ህዝቢ ኤርትራ ንናጽነት ዘንጸባርቕ ምርኢት ካርኒቫል ከም ዝቐረበ ይፍለጥ። ፕሮጀክትታት ማይ ንዝነውሐ ግዜ ከይተባላሸወ ንኸገልግል ኣብ ኣተዓቓቕባን ውሕሉል ኣጠቓቕማን ስርዓተ ቀርብ ማይ ዘተኮረ ኣስተምህሮ ኣብ ከተማ ክረን ተዋሂቦም። ኣብቲ ኣስተምህሮ ምሕደራ ስርዓተ ቀረብ ማይ፣ ህሉው ኩነታት ማይ ኣብ ዞባ ዓንሰባ፣ ተራ ብቑዕን እኹልን ማይ ኣብ ምውሓስ ጥዕና ዜጋታት፣ ኣጠቓቕማን ረብሓን ናይ ኢድ ፖምፓ ከምኡ'ውን ቴክኒካዊ ጸገማት ስርዓተ ቀረብ ማይን ኣፈታትሕኡን ዝምልከት መብርሂ ብክኢላታት ቀሪቡ። ኣብ ዞባ ዓንሰባ ሸፈነ ቀረብ ጽሩይ ዝስተ ማይ ሰብዓን ኣርባዕተን ሚእታዊት ከምዝበጽሐ፣ ኪንኡ ንምስጓም ብዘሎ መደብ ድማ ተባላሽየን ዝጸንሓ ሓምሳን ሰለስተን ናይ ኢድ ፖምፓታት ናይ ምጽጋን መስርሕ ተጀሚሩ ከምዘሎ ኣብቲ ኣጋጣሚ በሪሁ። ዋና ዳይረክተር ክፍሊ ሃብቲ ማይ ኣቶ መብራህቱ ኢያሱ ኣብ ዘስመዖ ቃል፣ መንግስቲ ቀረብ ጽሩይ ዝስተ ማይ ንምስፋሕ ከከም ቀዳምነታቱ ዝትግበር መደባት ሰሪዑ የሰላስል ከምዘሎ ጠቒሱ፣ ህዝቢ ንዝተዋደደሉ ፕሮጀክት ማይ ብኮማዊ ሓላፍነት ክዕቅቦን ክከናኸኖን ብምልባው ካብ ኣታዊታት ማይ ዝርከብ ገንዘብ ብዝግባእ ከመሓደር፣ ጽፍሓውን ትሕተ-ባይታውን ምንጭታት ማይ ንምውሓስ ድማ ዝተወደበ ወፍራታት ምዕቃብ ማይ ንክካየድ ጸዊዑ። ኣመሓዳሪ ዞባ ዓንሰባ ኣቶ ዓሊ ማሕሙድ ብወገኑ በብእዋኑ ክትግበር ብዝፀንሐ ፕሮጀክትታት ማይ ንምንዳይ ዝነበረ ሃልኪ በቢመድረኹ ይቕንጠጥ ከምዘሎ ብምሕባር ዛጊት ዘይተፈትሓሎም ኣብ ቀረባ ግዜ ምላሽ ከምዝረኽቡ ኣነፂሩ። ኣብ ጸዓዘካ ዝካየድ ዘሎ ልምዓት ጀራዲን ብፍላይ ኣብ ልምዓት ኣሕምልቲ ጽቡቕ ውጽኢት ከምዝረኽብሉ ሓረስቶት ሓቢሮም። ወኪል ኤሪና ብርሃነ ዓንደመስቀል ንዘዳለዎ ጸብጻብ ኣዜም ብርሃነ ከተቕርቦ'ያ።
ኣብ ጸዓዘጋ ንኡስ ዞባ በሪኽ ሰለስተ ሚእትን ስሳን ሓረስቶት ኣብ ሽዱሽተ ጉጅለታት ተወዲቦም ኣብ ዕስራን ሓሙሽተን ሄክታር ዘልምዕዎ ዘለዉ ኣሕምልቲ ጽቡቕ ውጽኢት ተረኺብዎም። ክኢላ ኣሕምልትን ፍረታትን ኣብቲ ንኡስ ዞባ ኣቶ ተስፋማርያም ተወልደብርሃን ኣብ ዝሃቦ ሓበሬታ፣ ኣብቲ ከባቢ ብመንግስቲ ዝተሰርሐት ልዕሊ ፍርቂ ሚልዮን ሜተር ኪዩብ ማይ እትሕዝ ዲጋ፣ ሓረስቶት እቲ ከባቢ ዓመት ሙሉእ ከልምዑ ዓቢ ተራ ትጻወት ከምዘላ ኣብሪሁ። እዛ ዓባይ ዲጋ እዛ ናይ ጸዓዘጋ ካብዘን ከባቢ ዘለዋ እታ ዝዓበየት ዲጋ ኮይና ነዚ ዕስራን ሓሙሽተን ሄክታር ከኣ ዓመት ሙሉእ ክተልምዕ ትኽእል እያ ማለት እዩ። ሕጂ ዝተፈላለየ ኣሕምልቲ ኢና ነልምዕ ኣብዚ ከም ኮሚደረ፣ ድንሽ፣ ስፐሻል እቲ ቀንዲ ድንሽ እዩ ተወሳኺ ግን ከም ኮሚደረ፣ ድንሽ፣ ካውሎ፣ ሰላጣ፣ ዙኪኒ፣ ዕፉን እውን ተወሳኺ ነልምዕ ኢና ማለት እዩ። ዓርብን ረቡዕን ኣብዚ ብጣዕሚ ዕዳጋ ኣስመራ ዝረጋገእ ዘሎ ከማን ብልክዕ ዓብ ዝተዋፅኦ እዩ ዘለዎ ዕዳጋ ማለት እዩ ካብ ውልቂ ሰብ ናብ ውልቂ ሰብ ፈላለ እዩ ከም ኣተሓዞም እዩ ዝያዳቶም ዝዘክዕዎ ዝያዳቶም ዝከናኸንዎ ሕማማትን ገለን ከዓ ክሳብ ዓሰርተ ሓሙሽተ እውን ክረኽቡ ይኽእሉ እዮም ማለት እዩ ሚኒስትሪ ሕርሻ ክኢላ ብምምዳብ፣ ምሩፅ ዘርኢ ብምዕዳል፣ ምኽርን ሓበሬታን ብምሃብ ከምኡውን ፀረ ባልዓት መድሃኒት ብምድላው ነቶም ሓረስቶት ንምትትባዕ ይሰርሕ ከምዘሎ ዝሓበረ ኣቶ ተስፋማርያም፣ ካብ ከባቢኦም ዝሓልፍ ምህርቲ ክሓፍሱ ምብቅዖም ናይዚ መርኣያ ከምዝኾነ ገሊፁ። መፂእና ኢና ኣብ ግራት ሓረስቶት ፀገማቶም ብግቡእ ኣለሊኻ ኣብዚ ክገብሩ ዝግብኦም ምኽርን ማዕጣን ቀዳምነት ናይ ምሃብ ስራሕና ማለት እዩ። ብዚ እቲ ሕማማት ዘሎ ብቐሊሉ ኣካል ስለትረኽቦ እቲ ናይ ፀገም እንታይ ክዘርዎ ኣሎም ንኣብነት እዚ ድንሽ ኮሚደረ ዙኪኖ ክዘርዎ እንድሕዳ ብሓደ ተራ ቢሎም ዝርዎ ኮይኖም ንሕና መፂእና እቶም ሓደ ዓይነት ፋሚሊ ዝኾኑ ክዝርኡ ይብሎም እዩ እንታይ ዳግበሩ ካውሎ ዘሪእኩም ጸኒሕኩም ካልእ ዓይነት ክዝርእ ኣለዎ በቲ ሳይነስ መገዲ ድማ ስለ ዝኾኑ በቲ ናና ስለ ዝኾኑ ከዓ ኣብ ምህርቲ ናይ ምዕባይ ምህርቶም ዝያዳ ከሲቦም ኣሎ ማለት እዩ ኣልማዕቲ ኣብ ዝሃብዎ ርእይቶ በጺሐሞ ዘለዉ ደረጃ ፍረ ናይቲ ዝግበረሎም ዘሎ ምትብባዕ ከም ዝኾነ ብምግላጽ ድልውነቶም ንዝያዳ ስራሕ ኣረጋጊጾም።
እዚ ጀርዲን ንስጋዕ ሰለስተን ኢዩ ስሳን ሰብ ንኾን ኣለና ኣብዚ። ብዝርዝር ክንግምቶ ከለና በብኾም ከኣ በብዓሰርተ ኮይን ተወንጅልና ከኣ ብሓንቲ ሞተር ንጥቀም ማለት እዩ ሕጂ ነዚ ዘሎ ህዝቢ ዳርጋ ጽቡቅ ኣለና ማለት እዩ ክብለካ ዝኽእል ጽቡቅ ኣለና ነብስና ክኢልና ከምኡ እውን እቲ ተለቃሕናዮ ዘርኢ እውን ናብቲ መኽዘን ንመልስ ማለት እዩ እዚ ትሕቲ ቅርፂ ተገይርና ዘሎ ብጣዕሚ ፅቡቅ እዩ ሓደ ንዝኾነ ማይ ኣብ መዓሉ እዩ ዝውዕል። ኣወዳድባና ከዓ ብጣዕሚ ፅቡቕ እዩ፣ ፅፉፍን እዩ። ምክንያቱ በብ መዓልቲ ኢና ንእስቲ በጋባብ እዩ። እዚ መንግስቲ ዝገብረልና ዘሎ ከዓ ዘርእበና እንደገና እዞም ሚኒስትር ሕርሻ መዓልታዊ መፅኦም እዮም ዝከታተሉና። ሕጂ ዝኾነ ብዛዕባ ፀረ ፀሃየ ይኹን ብዛዕባ መድሃኒት ይኹን ምክትታል ብጣዕሚ ፅቡቅ እዩ ዘለና ምስኦም።
ኣብ ዞባ ሰሜናዊ ቀይሕ ባሕሪ ንኡስ ዞባታት ገለዓሎን ኣፍዓበትን ቅነ ተምሃሮን ውዳበ ሰራሕተኛታት መንእሰያትን ተኻይዱ። ኣብ ገለዓሎ ኣብ ዓሰርተ ክልተ ኣብያተ ትምህርቲ ንሰለስተ መዓልታት ዝቐጸለ ቅነ ተምሃሮ ስፖርታውን ፍልጠት ጠቀስን ውድድራት፣ ባህላውን ስነ ጥበባውን መሰናድኦታት፣ ክትዕን ካልእን ዘጠቓለለ'ዩ ነይሩ። ሓላፊ ትምህርቲ ኣብቲ ምዝባ መምህር ዑመር ሓሰን ኣብ ዝሃቦ ሓበሬታ፣ ዓመታዊ ዝካየድ ቅነ ተማሃሮ ኪንዮ'ቲ ኣብ ምኹስኳስ ባህልን ክብርታትን ዘለዎ ረብሓ፣ ኣድማስ ፍልጠት ተማሃሮ ኣብ ምስፋሕን ናይ ምምሃዝ ዓቕምታቶም ኣብ ምምዕባልን ኣገዳሲ ምዃኑ ገሊጹ። ኣብ ኣፍዓበት ኣብ ዝተኻየደ ቅነ ውዳበ መንእሰያት ሰራሕተኛታት ድማ፣ ስእላዊ ምርኢት፣ ውድድራት ሓፈሻዊ ፍልጠት፣ ስፖርት፣ መደረ፣ ደርፍታትን ድራማታትን ቀሪቡ። ኣካያዲ ስራሕ ንኡስ ዞባ ኣፍዓበት ኣቶ ደስዘርኢ ሚካኤል ኣብ ዘስመዖ ቃል፣ ንኣገዳስነት ናይቲ መደብ ኣብ ምብራኽ ንቕሓትን ፍልጠትን መንእሰያት ጠቒሱ፣ ንቐጻልነቱን ምዕባሌኡን ኣብ ዝካየድ ጻዕሪ ንኡስ ዞባ እጃሙ ከም ዘበርክት ኣረጋጊጹ። ክራማት ቅድሚ ምእታዉ ሓረስቶት ንኡስ ዞባ በሪኽን ሓልሓልን ሓመድን ማይን ብምዕቃብ እቶታውነቶም ንምኽዕባት ምድላዋቶም የጻፍፉ ኣለዉ ወከልቲ ኤሪና ብርሃነ ዓንደመስቀልን ዑስማን ዓብደላን ዘዳለውዎ ጸብጻብ ሻም ተወልደ
ሓረስቶት ዕስራን ሓደን ዓድታት ንኡስ ዞባ በሪኽ፣ ሓመድን ማይን ብምዕቃብ እቶታውነቶም ከኻዕብቱ፣ ክራማት ቅድሚ ምእታዉ ናይ ሕርሻ መሬቶም ኣብ ምዝላይን ምድልዳልን ዘተኮረ ወፈራታት የካይዱ ኣለዉ። ኣብዚ ዓመት'ዚ ኣብቲ ንኡስ ዞባ ክዛለ ካብ ዝተወሰነ ክልተ ሽሕ ሄክታር ናይ ሕርሻ መሬት፣ ዛጊት እቲ ሓደ ሽሕን ሓሙሽተ ሚእትን ሄክታር ከምእተዛለየ ዝሓበረ ሓላፊ ቁጠባዊ ልምዓት ኣቶ ክፍለዝጊ ክፍለማርያም፣ ኣብ ክልተ ሚእቲ ሄክታር'ውን ቅናታዊ ዛላታት ከምእተሰርሐ ኣብሪሁ። እዚ ምዕቃብ ማይን ሓመድን ከኣ ብዓብዩ እውን ትሕቲ ባይታዊ ማይ ይህብትም፣ ብዓብዩ ከኣ ምንጪ እቶት ኮይኑ ውሕስነት መግቢ ከኣ ንምርግጋጽ እዩ። ዝነበረ መደብ ክልተ ሽሕ ሄክታር ነይሩ፣ ካብዚ ከኣ ሽሕን ሓሙሽተ ሚእትን ተተግቢሩ ኣሎ ማለት እዩ። እዚ ዝስራሕ ዘሎ ስራሓት ህዝቢ ከም ብሌን ዓይኑ ርእዩ ክከላኸሎ ከም ዘለዎ ምክንያቱ ምዚ ናይ ዓለምና ዘሎ ክሊማዊ ለውጢ ተጠቒምና ነዚ ብግቡእ ክንከናኸኖ ከም ዘለና እየ ዝገልጽ። ብዘይካዚ ብኣጋጣሚ ዕስራ ሰነ ካብ ጻዕዳ ክርስትያን ክሳብ ጸዓት ዘጋ ኣብ ዘሎ መንገዲ ኣግራብ ክትከል ምዃኑ፣ ነዝን ካልእን ዝውዕል ሰለስተ ሚእቲ ሽሕ ፈልስታት ከም እተዳለወን ኣቶ ክፍለዝጊ ብተወሳኺ ኣረዲኡ። ብኻልእ ወገን ኣብ ንኡስ ዞባ ሓልሓል ነበርቲ ምምሕዳር ከባቢ ማይ ኣዋልድ ኣብ ዝሓለፈ ወርሒ መጋቢት ብዝሃረመ ብርቱዕ ዝናብ ዝተበላሸወ ናይ ሓመድ ጽርግያ ሓልሓል ኣስማጥ ብወፈራ ጸጊኖም። ንሳቶም ንኤሪ ናብ ዝሃብዎ ርእይቶ ማእቶታዊ ወፈራታት ከም ባህሊ ስለ ዝሰረጸን ውጽኢቱ እናደመቐ ብምምጽኡን በብከባቢኡ ውጽኢታዊ ስራሕ ይዕመም ከም ዘሎን ብዝሓየለ ውዳቤታት ከም ዝቕጽልን ኣብሪሆም። ኣብ ከባቢኦም ዘላ ዲጋ ንምፅራግን ማይ ኩዖታት ንምፍዋስን ዘካይድዎ ውሁድ ስራሕ እውን ዕውት ምንባሩ ዝጠቐሱ ወሃብቲ ርኢቶ፣ ሕፅረት መሳርሒታት ክፍተሓሎም ሓቲቶም።